ሰላም ሰላም ክብሪ ንኹላትኩም ይኹን። ናይ ሎምዓንቲ መምፅኢ ከዓ ናይዚ ዘሕዝን ዜና ማለት እዩ ናይዚ ክቡር ሓውና ውላድና እግዚኣብሔር መንግስተ ሰማይ የዋርሶ ምስኡ ከዓ ነቶም ክቡራት ቤተሰቡ ንደቁ ሰበይቱ ፅንዓት ንቤተሰብ ንቦን እደን ፅንዓት ይሃቦም ንኣሕዋት ንኹሎም ነቶም ኣዕሩኽቱ ኣብ እስራኤል ዘለዉ ኩልኩም ፅናት ይሃብኩም እዚ ንኩልኩም ዝትንክፍ እዩ ብጣዕሚ ብጣዕሚ ዘሕዝን ንክትዛረበሉ ዝጨንቀካ ማለት እዩ ኣነ እዛ መሰጅ እዚኣ ቀንዲ ነቶም ሕማቅ ግብሪ ዝገበሩ ማለት እዩ ኣሆብዛ መሰጅ ክሰምዕዋ ንስኻትኩም ንብርጌድ ንሓመዱ ዝጎድእኹም ይመስለኩም፣ ግን ንህይወትኩም እዮም ጎዲእኩሞ። ቀዳምነት ቀዳምነት ኣብቲ ክቡር ቤት ናይ ኣምላኽ ዝተባረኸት ዓዲ እስራኤል ናይ ጎይታና የሱስ ክርስቶስ ደፊርኩም ከምዚ ጌርኩም ሰብ ክትቅትሉ ማለት እዚ ናይ ብሓቂ ዘሕዝን ቀቲልኩም ከኣሲ ፅቡቅ ሂወት ንክትቅፅሉ ኢልኩም ንክትሓስቡ ማለት እዚ ዕሽነት እዩ ኩሉ ዝርኢ ጎይታ ሪኦኩም ኣሎ ኣባኹም ተዘይወዓለ ናብ ደቅኹም ኣብ ደቅኹም ተይወዓለ ናብ ብፃይኩም ሕማቅ ግብሪ ኩሉ ግዜ ምሳኻ እያ ትኸይድ ደቂስኩም ከዓ ኣይክትሓጥሩን ኢኹም ይብለኩም ኣለኹ ኦኬ እስራኤል ኣብ እስራኤል ከይዱ ኤርትራውስ ንሓዉ ይቀትል እሞ ከዓ ኣቦ ኣርባዕተ ቆልዑ ንሓደ ሰብ ጥራሕ ኮን ኮንኩም ቀትልኩም ንብሙሉእ ቤተሰብኩም ቀትልኩሞ እዚኣስ እንታይ እንታይ ክትረኽቡ ደቂስኩም ክትሓድሩ ኣይትሓድሩን ኢኹም እቲ ዲያብሎስ ከዕግርግረኩም እዩ ናቲ ደም ኣይትገድፍን እያ ጎይታ ከዓ ኩሉ ዝርኢ ጎይታ እዩ እሞ ከዓ ኣብ ቤቱ ኣብ እስራኤል እምበርከ ክርስትያን ዲኹም ጉድ ፍራይደይ ከምቲ ዝበሃል ዝነበረ ሰብ ካብ በተክርስቲያን እንዳ ወጸ ከቲርካ ክንደይ ሽግር ኣምጺኹም ሕጂ ከኣ ሕሉፍ ሓሊፍኩም ከኣኒ ኣብዚ ሆሊ ደይስ ደም ኣፍሲስኩም ተጣኢስኩም ኣብ ልብኹም ተትምለሱ ምሓሸኩም ምክንያቱ ዝጽበየኩም ዘሎ ቀሊል ኣይኮነን ደም ኣፍሲስካ ድቃስ የለን ጎይታ ባዕሉ ክፈድየኩም እዩ ምክንያቱ ደስክሬት እዮም ጌርኩሞ እስራኤል ንፁህ ቆልዓ ከዓ ቀትልኩም ኣርባዕተ ቆልዑ ከዓ ኣቦ ዘይብሎም ጌርኩሞ ንሰበይቱ ከዓ ንተኽብርቲ ሰበይቱ ከዓ ውዶ ጌርኩማ እዚ ቀሊል መስለኩም ንኣኻትኩም ይብለኩም ኣለኹ ደቂስኩም ኣይክትሓድሩን ኢኹም እቲ ዲያብሎስ ባዕሉ ህይወትኩም ከስእነኩም እዩ ህይወት ኣይክህልወኩምን እዩ ካብ ሎም መዓንቲ ንኔሁ ብለኩም ኣለኹ ኪዱ ቤተክርስትያን ከይድኩም ተናስዑ ነት ጋሃን ንብሳት ይፅበየኩም ዘሎ ተጣዓሱ ልቢ ተልዩኩም እዛ መሰጅ እዚኣ ንዓኻትኩም እያ ምሕረት የውርደልኩም እዚኣ ጥራሕ ክብል እየ ዝደሊ ኣነ እዚ ናታትኩም ግብሪ ንወዲ ሰብ ካብቲ ዝሓሰቦ ዕላማ ደው ኣይብሎን እዩ ንህይወትኩም ዶ ሕሰቡላ እምበሪ ሰብ እኮ ንሞት ኣይፈርሕን እዩ ንክንሞት ኢና ተፈጢርና ኣብዚ ዓለም እዚኣ ሰብ ንሓጢኣት እዩ ዝፈርሕ ኦኬ እዚ ግን ኣይተገዘምኩሞን ንዘለኣለም ትነብሩ እዩ መሲልኩም ዘሎ ግን ክትረኽብዎ ኣኹም ደቂስኩም ከ ኣይክትሓድሩን ኢኹም እብለኩም ኣለኹ ኣይ ፒዲ ዩ ምሕረት የውርደልኩም። ኣቃታትላኹም ሕማቅ ኣቃታትላ እንድዒ ኣይደኖ እዚ ሲ ገለ ዓይነት ድማኒክ ወይ ድማኒክ ስፒሪት እንድሕር ኣለኩም ኣብቲ ቤተክርስትያን ከይድኩም ጸሎት ተሓጸቡ ገለ ነገር ግበሩላ ነዛ ህይወትኩም ንህይወትኩም ሕሰቡላ ኣምላኽ ምሕረት የውርደልኩም እዚኣ እያ እታ መሰጅ ናተይ እቶም ቤተሰብካ እግዚኣብሔር ጎይታ ምስ ኩልኹም ይኹን ኣጆኹም ጎይታ በዓሉ ኩሉ ክሓልፎ እዩ ራሆ ክመፅእ ይፅባሕ እዚ ክንዝንግዕ ይብልናን ብፍቕሪ ጥራሕ ንጓዓዝ ኩላህና እዚኦም ሕማቅ ገይሮም ኢልና ኣብ ህልኽ ኣብ ፅልኢ ክንኣቱ ይብልና እዚ መፍቶት ሸይጣን እዩ መሊሱ እዩ ንዓ ነቲ ንቲ ዝኸይድ ዘሎ ማዕበል ደው ከብሎ ዝፍትን ዘሎ ሸይጣን ኣብ ፅልእን ኣብ ቅርሕንትን ኣብ ምፍድሒን ምፍዳይን እንድሕር ኣትዩ ሰብ ኣብ ሓጢኣት እዩ ዝወድቕ ምስ ምስ ናይ ሸይጣን ስራሕ ክትጫማለቕ ንሕና ግን ንእግዚኣብሔር ኢና ንህቦ ንእግዚኣብሔር ሂብናዮ ከኣ ኣለና ምሕረት የውርደልኩም እቶም ክፉ እትገብሩ እምበር ኣብቲ ናታትኩም ደረጃ ሰብ ኣይክወድቕን እዩ ምክንያቱ ሰብ ፍርሓት እግዚኣብሔር ኣለዎ እሞ ከዓ እስራኤል the most holy land ኣብ ዓለም how dare you ንጎይታ ኣትልኩሞ ኣንታ ዝብለኩም እያ ደቂስኩም ክትሓድሩን ኢኹም ምሕረት ድኣ የውርደልኩም እምበር ጎይታ ኣነ ገሃነብ ሳት ኣይምነየልኩምን እየ ኬድኩም ተናዘዙ ጎይታ ምሳኻትኩም ይኹን